ሰላም ጥዕና ሃበለይ ከመይ ጸንሑ ክቡራት ተመልከቲ ቴሌቪዥን ድምፂ ወያነ ትግራይ ነዚ ዕለት ዝበልናዮም ዜናታት ሒዝናልኩም ቀሪብና ኣለና ኣብ ሱዳን ዘለዉ ተጋሩ ስደተኛታት ኣብ ጸጋሚ ኩነታት ዋላ እንተሃለዉ ካብ ግፍዕታት ጸላእቲ ኣምሊጦም ብህይወት ምትራፎም ሕጉሳት ከም ዝኾኑን ኣብ ዓዲ ዘለዉ ቤተሰቦም ድማ የመና ከም ዝናፍቖን ገሊጾም ኣለዉ ሓደ ካብቶም ናብ ሱዳን ዝሃደሙ ተጋሩ ስደተኛታት ወዲ 65 ዓመት ኣቦይ ሃይሉ መሓሪ፣ ብሰንኪ ወራር ፋሽስት ኣብይ ኣሕመድን ሓይልታት ትምክሕቲ ክልል ኣምሓራን ምስ በዓልቲ ቤቶምን ኽልተ ደቆምን ካብ ምዕራብ ትግራይ ከምዝተሰደዱ ላዕለዋይ ኮሚሽን ውድብ ሕቡራት ሃገራት ኣፍሊጡ ኣሎ። ኣቦይ ሃይሉን ካልኦት ተጋሩ ስደተኛታትን ኣብዚ ቕነ ምስ ላዕለዋይ ሓላፊ ኮሚሽን ውድብ ሕቡራት ሃገራት ፊሊፖ ግራንዴ ኣብ ዝተራኸብሉ እዋን ኣብቲ ዘፅለልሉ መዓስከር ስደተኛታት ኡምራኩባ ብዛዕባ ዘለውዎ ምስ መግቢ፣ መፅለልን ግልጋሎት ጥዕናን ዝተዛመዱ ፀገማት ነቶም ሓላፊ ገሊፆም። ፊሊፖ ግራንዴ ኣብቲ መዓስከር ዘሎ መነባብሮ ኣጸጋሚ ከም ዝኾነ ምስ ገለጹ፣ ብመዳይ ትምህርቲ፣ ጥዕናን ቀረብ ምግብን ግና ምምሕያሻት ከም ዘሎ ተዛሪቦም ኣለዉ። ኣቦይ ሃይሉ መሓሪ ኣብ ዓዶም ሰፊሕ መሬት ከም ዝነበሮምን ምህርቶም ኣብ ግራት እናሃለወ ገዲፎም ጥራሕ ኢዶም ከም ዝተሰደዱን ብሓዘን ምስ ሓበሩ፣ ሕዚ ኣብ ኣጸጋሚ ኩነታት ዋላ እንተሃለዉ፣ ካብ ግፍዕታት ፀላእቲ ኣምሊጦም ብህይወት ምትራፎም ግና ሕጉስ ከም ዝኾኑ ተዛሪቦም። በዓልቲ ቤቶም ወይዘሮ ፅገ ነቶም ኣብ ዓዲ ገዲፈንኦም ዝመፃ ደቀን ምሒር ከም ዝናፈቓ ሓቢረን። ነቶም ኣብ ዓዲ ዘለዉ ደቀይ የመና እየ ዝናፍቖም። ኣብዚ ሰሙን ደቀይ እውን ኢሎምኒ ብናፍቖት ነብሰይ ከም ገለ ገይሩኒ። ባሕሪ ከብደይ ተገለባቢጡኒ ብምባል ኣስቆንቊነን እየን። መንግስቲ ኣሜሪካ ኣብ ልዕሊ ጉጅለ ፋሽስት ኣብዪ ኣሕመድ ተሪር ስጉምቲ ክወስድ ከም ዝግባእ ተገሊጹ ኣሎ። ምምሕዳር ጆ ባይደን ክሳብ ሎሚ ኣብ ልዕሊ ጉጅለ ፋሽስት ኣብዪ ዘይተሓለለ ዲፕሎማስያዊ ጸቕጢ ከም ዘንበረን በዚ ግና ዘዕግብ ለውጢ ክመጽእ ከም ዘይከኣለን ወርልድ ፖለቲክስ ሪቪው ዝተባሃለ መርበብ ሓበሬታ ኣፍሊጡ ኣሎ። ኣሜሪካ ዛጊድ ብዘሰጎመቶ ኣካይዳ ፋሽስት ኣብዪ ሰላም ክቕጽል ከም ዘይከኣለን ድሕሪ ሕዚ ግና ኣብ ልዕሊኡ ተሪር ስጉምቲ ክውሰድ ከም ዝግባእን እቲ ማዕከን ዜና ሓቢሩ ኣሎ። በዚ መዳይ ኣሜሪካ ኣብ ትግራይ ጥሕሰት ሰብኣዊ መሰላት ኣብ ልዕሊ ዝፈፀሙ ኣካላት ግሎባል መግንስቲክ ኣክት ዝተብሃለ ሕጋ ተጠቒማ ከምቲ ኣብ ኢታማዦር ሹም ባዕዳዊ ሰራዊት ውልቀ መላኺ ኢሳያስ ኣፈወርቂ ዝወሰደቶ ዓይነት ማዕቀብ ኣብ ካልኦት እውን ክተተግብር ከምዝግባእ ዘገንዘበ እቲ ፀብፃብ ብተወሳኺ ኣብ ልዕሊ እቶም ሰብኣዊ ሓገዝ ናብ ትግራይ ከይኣቱ ዕንቅፋት ዝፈጥሩ ፅልኢ ዘሰጉሙን ዲፕሎማሲያዊ ፃዕሪ ዘዐንቅፉን ወገናት ተሪር ስጉምቲ ምውሳድ ከምዘድሊ ኣመላኺቱ ኣሎ። ብዘይካዚ'ውን ኣሜሪካ ኣብ ልዕሊ'ቶም ፋሽስት ኣብዪ የካይዶ ዘሎ ኲናት ኣሉታዊ ግደ ዝተጻወቱ ከም መንገዲ ኣየር ኢትዮጵያን ባንኪ ንግዲ ኢትዮጵያን ዝበሉ ትካላት ከቢድ ማዕቀብ ክተንብር ከምዝግባእ በዚ ድማ እቲ ፋሽሽታዊ መራሒ የሰጉሞ ዘሎ ቀይድ በተኽ ፖሊሲ ኲናት ጠጠው ንምባል ከምዝሕግዝን'ዩ ወርልድ ፖለቲክስ ሪቪው ጸብጺቡ ዘሎ።
ኣብ ዝባና ውይ ተፅዕኖ እዩ ነይሩ እዚ ግን ካብ መጠን ላዕሊ ደስ ኢልና ብጣዕሚ ፀሓይ በሪቑና ክንብል ንኽእል ኢና ሓንቲ እንኮ ህይወቶም ንሳ ክኸፍሉ ንበረኻ ከይዶም እሞ እዞም ደቅና ጀጋኑ ታሪክ ሰሪሖም ክምለሱ ከለው ካብ መጠን ንላዕሊ እዩ ተሓጒስና።
ፈርስት ናይት ማን እዩ ነይሩ ትወደይለ ዓወት ኢለዮ ኣብ ትግራይና
ክልተ ሰለስተ ግዘ ሲዕርናዮም ብቀፃሊ ውን ክስዕሮም ኢና ኩሉ ግዘ ከዓ ትግራዋይነት ናተኹልዕ እዩ ክነብ በዛ ቤትና እንደንሕበር ተትስማ ዓፊትና ኣይተመን እዩ ክስኩና ንሳሞ ቤተይ ክኢላ ተሕለፈት ሕማቕ ናይ ቁፅሪ ልዕልነት ናይ ተኹሲ ልዕልነት ዝነበሮ ፀላኢ እዩ ክንድምስስ ኢልና ተበጊስና ስለ ኣይኮነን ሃዲሙ ሰራዊት ተዋጊኡ ስዒርዎ ብጅግንነቱ በሊፁ
እዞም ዝጨፍጨፉና ከም ወታደር ነ እቲ ሓይሎም ተዘይደምስስናዮም ሓራ ከም ዘይንወፅእ ስለ ዝፈልጥ ምስ ህልኹ ኢድ ንምሃብ እውን ክኦም ዕድል ዘይትንኩ እዮም ዝብሉ ከም ወታደራት ኢድ ኢድ ንክተውፅኡ በጢሱ በጢሱ ይሓርገሉ እሳቶም ናይ ኣቦኦም ይገብሩ ኣንሕና ከዓ ናይ ኣቦና ንገብር ስረ ናይ ወለድና እዩ ተኣምር ሰራሕቲ እዮም ቶም ደቅና
ጽብቕቲ ትግራይ ክትኮን እዩ ዝድሊ
ትግራይ ስዒራ ትግራይ ትዕወት ትስዕር እውን እስካዕ መጨረሻ
ካብ ቴሌቪዥን ድምፂ ወያነ ትግራይ ዜናታትና ሓዚ እናቐፀሉ እዮም ነታ ብሰንኪ ወራር ፀላእቲ ዝዓነወት ትግራይ ዳግም ንምህናፅ ከምዝተዳለወት ማሕበር ልምዓት ትግራይ ኣፍሊጣ ኣላ። ማሕበር ልምዓት ትግራይ ኣብ ዘሕለፈቶ ሰሙናዊ መልእኽቲ ሎሚ እውን ከም ትማሊ ፀላእቲ ህዝቢ ትግራይ ከም ልማዶም ኣብ ልዕሊ ህዝብና ዘብፅሕዎ ብርሰት ማሕበረ ቁጠባዊ ትካላትን ሃፍቲ ተፈጥሮን ዳግም ንምህናፅ ኣብ ዝግበር ዘሎ ምንቅስቓስ ቁልፊ እጃማ ከምትፃወት ኣረጋጊፃ ኣላ። እታ ማሕበር ህዝቢ ትግራይ ከምቲ ሕሉፍ ኢድን ጓንትን ብምዃን ሓድነትና ብምስጣም ኣብ ዝሳለጥ ስራሕቲ ዳግመ ሕውየተ ትግራይ ብጉልበት፣ ብገንዘብ፣ ናውትን ሓሳባትን ብምውፋይ ኩሉ ትግራዋይ ታሪኽ ንኽሰርሕ ፃውዒት ኣቕሪባ። ቅድሚ ሰላሳን ክልተን ዓመታት ብግዱሳት ፈተውቲ ዓዶምን ህዝቦምን ዝኾኑ ተጋሩ ዲያስፖራ ኣብ ዋሽንግተን ዲሲ ዝተጣየሸት ማሕበር ልምዓት ትግራይ ኣብቶም ዝሓለፉ ሰላሳ ዓመታት ኣብ ዝተፈላለዩ ዓውድታት ልምዓት ዓበይቲ ስራሕቲ ከምዝዓመመትን ከምኡ ውን ልዕሊ ሽዱሽተ ሚእትን ሰብዓን ቀዳማይን ኣርብዓን ክልተን ካልኣይን ኣብያተ ትምህርቲ ሽዱሽተ ህንፀተን ዝተዛዘማን ዓሰርተ ሸሞንተ ህንፀተን ኣብ ምዝዛም ዝነበራ ማእኸሎት ሳይንስን ቴክኖሎጅን ዓሰርተ ክልተ ኣብ ከይዲ ህንፀት ዝነበራ ፍሉያት ኻልኣይ ብርኪ ኣብያተ ትምህርቲ ሰማንያን ሽዱሽተን ማእኸሎት ቨርቹዋል ኮምፒተር ከምኡ ውን ሰማንያን ሰለስተን ትካላተ ጥዕናን ብምህናፅ ዓበይቲ ዓወታት ልምዓት ኣመዝጊባ እያ።

ካብ ሓቂ ዝረሓቐ ጸብጻባት ከቕርብ ከምዝጸንሐን ኣብዚ ቕነ እውን እቲ ኮምሽን ተመሳሳሊ ጌጋታት ከምዝፈጸመን ኣመልኪቱ። ኦነግ ኣብዚ መግለጺኡ እቲ ኮምሽን ኣካል ጉጅለ ፋሽስት ኣብይ ኣሕመድ ከምዝኾነ፣ ንፋሽስት ኣብይን ሓይልታት ትምክሕቲ ክልል ኣምሓራን ከምዝወገነ፣ ንሓደ ብሄር ከምዝጣበቕን ፖለቲካዊ ድሌት ዘንቀሎ ጸብጻባት መግለጺ ፕረስን ከምዝዝርግሕን ብትረት ነቒፉ ኣሎ። ኣብዚ ቕነ ኣብ ክልል ኦሮሚያ ዞባ ምብራቕ ወለጋ፣ ወረዳ ጊዳ ኪራሙ ተወለድቲ ኣምሓሩ ዝኾኑ ሓደ ሚእትን ሓምሳን ሰላማውያን ወገናት ብሰራዊት ኦነግ ተቐቲሎም እዮም ብምባል ኮሚሽን ሰብኣዊ መሰላት ኢትዮጵያ ቅድሚ ሰልስቲ ዘቐረቦ ፀብፃብ ፃዕዳ ሕሶት ከምዝኾነ ዝሓበረ ኦነግ እቲ ሓቂ ኣብቲ ከባቢ ዝነብሩ ተወለድቲ ኣምሓራ ናብ ክልሎም ብመንግስቲ ክፋነው ምስተገበረ ምልሻታት ኣምሓራ ናብ ክልል ኦሮሚያ ብምእታውን ምስ ወታደራት ፋሽስት ኣብይ ኣሕመድ ብምትሕብባርን ሓያሎ ሰላማውያን ኦሮሞ ከምዝቐተሉን እቲ ጨፍጫፍ ዓለም ከይፈልጦ ድማ መስመራት ስልክን ኔትወርክን ከም ዝቋረጸን ኣፍሊጡ። እቲ ዝተፈጸመ ጨፍጫፍ ብነጻን ዘየሻራውን ኣካል ንኽጻረ፣ ውጽኢቱ ድማ ንህዝቢ ኢትዮጵያን ማሕበረሰብ ዓለምን ንክቃላሕ፣ ላዕለዋይ ኮሚሽን ሰብኣዊ መሰላት ውድብ ሕቡራት ሃገራት፣ ትካላት ተጣባቒ ሰብኣዊ መሰላት ን ምንቅስቓስ ኮሚሽን ሰብኣዊ መሰላት ኢትዮጵያ ብቐረባ ንኽከታተሉን መራኸቢ ሓፋሽ ድማ ንመግለጽታት እቲ ኮሚሽን ካብ ምጥቃም ንኽቑጠቡን ኦነግ ከም ዝሓተተ ኣዲስ ስታንዳርድ ጸብጺቡ'ሎ። እምበኣርከስ እዚ ዝኸበርኩም ተመልከቲ ተለቪዥን ድምፂ ወያነ ትግራይ ነዚ ዕለት ዝበልናዮም ዜናታት እውን ኣብዚ ዛዚምና ኣለና። ስለ ምክትታልኩም ኣመስጊንና ክንፍለየኩም ሃለዋትናን ድሕንነትናን ብቕልፅምና። ትግራይ ትስዕር! ሰላም!